ሰላም ዝኸበርኩም ተኸታተልተይ ሕጂ ከዓ ሚኒ ራንድ ኣባዋት ሒዘልኩም መፅ ኣለኹ ሚኒ ራንድ ኣባዋት ካብ ርሑቕ እዚኣ ሰማያዊት ከባብ እዚኣ ሳይን እዚኣ ካብ ርሑቕ ስለ ንሪኣ እታ ፃዕዳ እታ ሚኒ ራንድ ኣባዋት ከዓ ልክዕ ኣብኣላ ማለት እዩ ሶ እዛ ሰማያዊት ሳይን እንድሕር ሪኢናያ ልክዕ ኣብታ እግራ እታ ሚኒራል ኣባውት ኣላ ሳምታይምስ ሃሳስ ስለ ዝኸውን ኣይረአን እዩ ኣብ ፈተና ነዛ ከባብ ረጊፅናያ ክንሓልፍ ኣይግባእናን እዩ ነዚኣ እንድሕር ጥሒስናያ ሓሊፍና ከምዚ የትርፈና እዩ ነቲ ኣረው ምናልባት ክንትንክፋ ንኽእል ኢና ነዚ ኣረው ፀገም የብሉን ነቲ ሰርክል ግን ኣትሊስት እቲ ድሕረዋይ ጎማ ኣትሊስት እቲ ቀዳማይ ጎማ ረጊጽዎ ክሓልፍ የብሉን ማለት እዩ ነዚ ኣይፍቀደናን እዩ ሶ ተዃሊልና ኢና ንሓልፋ ማለት እዩ እንድሕር የማን ኮይና ተኺልና ተኮይና እውን ከምኡ ክንረግጻ የብልናን ቀዳማይ ኤግዚት እንድሕር ክንወጽእ ደሊና ካብ ርሑቕ ሚሮ ሲግናል ጌርና ሰንተር ሌፍት ሚራ ጌርና ሲግናል ፀጋም ንገብር ማለት እዩ ልክዕ ምጥወ ከም ዘለና ፀጋም ኣብ ኖርማል ጃንክሽን ሌፍት ሚረር ጌርና ንቕርብ ሶ ቀዳምነት ንህቦ ግን በዚ ካብ የማን ወይ ከዓ ፊትና ናብ የማን ዝጥወዩ እዚኦም ዝሕፅሩና ኮይኖም እዚኦም የማንና ከዓ ማለት እዩ ንክልቲኦም ኢና ንርኢ እዚኣ ፃዕዳ መኪና ብየማንና ዘላ ትመፅእ ስለ ዘላ ንዓ ክንህባ ኢና ቀዳምነት በቲ ፊትና ከዓ የማን ዝጥወያ እንድሕር ኣለዋ ቀዳምነት ክንህበን ኢና ማለት እዩ ሶ እዛ ጻዕዳ መኪና ቀዳምነት ንህባ ኣለና። ሲግናል ከይገበረት መፅያ ኣላ። እታ ሰማያዊት እውን ሲግናል ኣይገበረትን፣ ግን ምናልባት ሲግናል ከይገበሩ ስለ ክጥወዩ ዝኽእሉ ቀዳምነት ሂብና ንፅበዮም ኣለና። ሶ ፀጋም ክንከይድ ንኽእል ማለት እዩ ሕጂ። ሶ እታ ሰማያዊት መኪና ሳምታይምስ ሲግናል ከይገበሩ ናብ የማን ክጥወዩ ስለ ዝኽእሉ ክሳብ ቁሩብ ኣንፈቶም ናበይ ምዃኖም ነረጋግፅ ኢና ተፀቢናዮም ጠጠው ኢልና ማለት እዩ። ክሳብ ሕጂ ኣብዚኣ ምስ በጽሑ ኩነታቶም ርኢናዮም ኣለና ጽቡቕ ጌርና ተኣማሚንና ክንከይድ ንኽእል ኢና ማለት እዩ ሓንሳብ ሓንሳብ ኣቃውሞኦም ናብ ሰንተር ፖዚሽን ገይሮም ሲግናል ከይገበሩ እንድሕር ከምዚ ኢሎም መፁ ኣለዉ ምናልባት ክጥወዩ ስለ ዝኽእሉ ኩሉ ግዜ ክንጥንቀቕ ኣለና ብናህሪ እንድሕር መፅኦም ዝጥወዩ ተዘይመሲሎም ግን ናባና ኣይኮኑን ማለት እዩ ሲግናል ከይገበሩ እንድሕር ኣትዮም ሶ ፈርስት ኤግዚት ቀዳማይ ኤግዚት ፀጋማይ ሲግናል ጌርና ኣቲና ማለት እዩ ሰከንድ ኤግዚት ከዓ ክንሪና ሕጂ ኣብ ሚኒራል ኣባውት ሰከንድ ኤግዚት ክንወፅእ ከለና ሲግናል ኣየድልየናን እዩ ትኽ ኢላ እንድሕር ኮይና ማለት እዩ ትኽ ኢልና ንኸይድ ተለና ሲግናል ኣየድልየናን እዩ ፀጋም ንጠወት ኣለና ፈርስት ኤግዚት ፀጋም ሲግናል የድልየና ተርድ ኤግዚት እንድሕር ንወፅእ ኣለና ሳልሳይ ኤግዚት የማን ሲግናል የድልየና ካልኣይ ኤግዚት ምስ ሓለፍናዮ ምቕያር ከማ የድልየናን እዩ ሚኒ ራንዳባ ስለዝኾነ ሓንቲ ሲግናል ጥራይ ተኣኽለና እያ ማለት እዩ ራይት ሲግናል ጌርናስ የማን ክንጥወ ንኽእል ማለት እዩ ሌፍት ሲግናል ጥራይ ጌርና ሌፍት ንጥወ ክንወፅእ ከለና ሰከንድ ኤግዚት ክንከይድ ከለና ኸ ሲግናል ከይገበርና ንወፅእ ማለት እዩ ሚኒ ራንዳባ ስለዝኾነ ኣብ ዓቢ ራውንዳባውት ቅርብ ይፍለ እዩ ክንሪኦ ኢና እውን ዝበጻሕና ሶ ኣብዚኣ ሰከንድ ኤግዚት ንወጽእ ኣለና የማንና ቀዳምነት ኣለዎ በዓል ጻዕዳ ማለት እዩ እዚ በዓል ሰማያዊ ከማን ራይት ሲግናል ገይሩ መጽእ ስለ ዘሎ ቀዳምነት ክንህቦ ኢና ምክንያቱ ዝጸልወና ስለ ዝኾነ ናብዚ ኮልል የማን ሲግናል ገይሩ ኣሎ ሕልፍ ምስ በለና የማና ዋላ ሓደ የለን ርኢና ንኸይድ ማለት እዩ ስቲል ነቲ ኣረው ክንረግፅ ኣይፍቀደናን እዩ ነታ ከባብ ሰርክል ማለት እዩ ነዚያ ጥሒስናያ ምኻድ ኣይፍቀድን እዩ ኩሉ ግዜ ወላ የማን ንጥወ እንድሕር ኣለና ከምዚ ኢልና ተዃሊልና ኢና ንሓልፍ ማለት እዩ እዚ ኣረው ሳምታይምስ ክንረግፀ ንኽኢልና ፀገም የብሉን ነታ ከባብ ጥራይ ኣትሊስት ቀዳማይ ጎማ ክረግፃ የብሉን ነዛ ሰርክል ነዛ ከባብ ሕጂ ከ ሰርድ ኤግዚት ክንርኢ ኢና የማን ክንጥወ ኢና ማለት እዩ ሶ ኣብ ሚኒ ራን ኣባውት ሰርድ ኤግዚት ንወፅእ ከለና ራይት ሲግናል ጌርና ፖዚሽን ናብ የማን ጌርና ንኣቱ ማለት እዩ ሶ ቀዳምነት ግን ስቲል ዘሰይም እዩ ብየማን ዝመፀን ፊትና ንዝመፀን ኢና ክንጥምት ሕጂ ብየማና ሓንቲ መኪና ኣላ ሲግናላ ናበይ ጌራ ኣላ ክንሪኣ ኣለና መጀመርያ ሶ ብየማና እዛ ሰማያዊት ኣላ ብፀጋምና ካታ ፃዕዳ ኩነታት ናይታ ሰማያዊት ክነረጋግፅ ኣለና ሲግናል ጌራ ድያ ገበረትን እንተዘይጌራ ተኺላ ክትከይዳ ማለት እዩ የማን እንድሕር ጌራ እውን ክፀልወልና እያ ስቲል ናብ የማን ክትወሃላ ፀጋም እንድሕር ጌራ ግን ክንከይድ ንኽእል ኢና ሶ ንርኣያ ሲግናል ኣይገበረትን ኣላ ትኺል እያ ክትከይድ ማለት እዩ ክንፅበያ ኣለና ንኣሕሊፍና ከባቢና ርኢና ተዃሊልና እያ ነታ ከባብ ንወፅእ ማለት እዩ ራይ ሲግናል ጌርና ፀኒሕና ክንወፅእ ከለና ዋላ ሓደ ኣየድለናን ኣብዚኣ ሚኒ ራንድ ኣባት ኮይና ቲ ጃንክሽን ትኾን ኣላ ብቕድሜና መውፅ የለን የማንን ፀጋምን ጥራይ እዩ ሲምፕሊ ብየማንና ንዝመፀ ቀዳምነት ክንህብ ኢና የማን እንድሕር ኮይና ራይት ሲግናል ንገብር ሌፍት እንድሕር ኮይና ከዓ ሌፍት ሲግናል ንገብር ከም ሲምፕል ከም ኖርማል ጃንክሽን ማለት እዩ ጥራይ እታ ቀዳምነት እያ ተፍለ ብየማን ንዝመፀ ቀዳምነት ንህብ ኣብዚኣ ከ ዳብል ሚኒ ራንዳባት ክንርኢ ኢና ክልተ ራንዳባት ጥቃ ጥቃ ኣለዋ ኣብታ ቀዳመይቲ ፈርስት ኤግዚት ክንወፅእ ኢና which is ሌፍት ሲግናል ጌርና ክንኣቱ ኢና ነናተን ዝተፈላለያ ራንዳባት ኢንዲቪዥዋሊ ክንሓስበን ኣለና ማለት እዩ ፈለማ ምስታ ቀዳመይቲ ራንዳባት ዲል ንገብር ምስኣ ንውድእ ቅድም ሽዑ ነታ ካልኣይቲ ራውንድ ኣባውትካ ናይ በይና ቀዳምነት ሂብና ንኸይድ ማለት እዩ ሶ ኣብዛ ቀዳመይቲ ፈርስት ኤግዚት ክንወፅእ ኢና ኣብታ ካልኣይቲ ከዓ ራይት ሰርድ ኤግዚት ክንወፅእ ኢና ማለት እዩ ኣሚን ሰከንድ ኤግዚት ክንወፅእ ኢና ሶ ኣብዚኣ ሌፍት ሲግናል ጌርና የማንና ርኢና ንኣቱ ነዚኣ ከዓ ሽዑ ብየማንና ክንርኢ ኣለና እዛ በዓል ፃዕዳ መኪና ሲግናል ፀጋም ንገብር ስለ ዘሎ ኣይፀልውናን እዩ ካብዚ በዓል ሰማያዊ መኪና ግን ንዓና ቀዳምነት ኣለና ምክንያቱ እሱ ትኪሉ ይከይድ ንሕና ራይት ስለ ንጥወ ብየማኑ ኣለና so በዚ ክና ብየማኑ ስለ ዝኮና ንሕና ንጸልዎ ኢና ንዑ ቀዳምነት ዝህበና ማለት እዩ እዚ ግን ናብ ጸጋም ስለ ዝኮነ ንዓና ቀዳምነት ኣለና ሶ ወላ ሓደ ጸርውና ስለ ዘየለ የማን ሰርድ ኤግዚት ራይት ሲግናል ጌርና ንወፅእ ማለት እዩ ሕራይ እምበኣር ዝኸበርኩም ተኸታተልተይ ሚኒራን ኣባውት ኣብዚኣ ክትኣኽለና እያ ማለት እዩ ዝኾነ ሕቶ እንድሕር ኣለኩም ኣብ ኮመንት ንገሩኒ ክምልሰልኩም እየ